ጾም ኣርብዓን ናይ ራመዳን እውን ሕጂ ጾም ስለ ዘሎ ጥንሲ ሒዝክን ዘለኽን ኣንስቲ ለንቀነ ድሪኦ ዘለኹ ብስርሐይ ማለት እዩ ብብዙሕ ሓደ እቲ ናይ ኣይረን ናይ ቢ12 ሽኮርያ እዚ ጀስቴሽናል ዳያቤትስ ዘለክን ከምቲ ድድለ የለን ኣብ ልዕሊኡ ከዓ ብከምኡ ወላ ከምኡ ደይብልክን ኣንስቲ ቆልዑ እንዳደቐቑ ይኸዱ ስለ ዘለዉ ሎማዓንቲ ብዛዕባኡ ክዛረበ ከመይ ቀኒኹም ኣሕዋተይ ትምህርትና ንቐፅል እዚ ስለምንታይ የዛርበኒ ኣሎ ናይ ራመዳን ክትፀውም ከለካ ኦፍኮርስ ናይ ንጎ ስሑር በሊዕካ ደድሌካ ድላይካ ትበልዕ ትኽእል ኢኻ ግን ናይ ማይ ዋሕዲ ገለ ስለ ዘሎ ኣብቲ መዓልቲ ናይ ቆልዑ ንሪኦ ነገራት ኣሎ ኣብ እቲ ስደታት ንሪኦ ነገራት እውን ኣሎ ኣብ ናይ ኦርቶዶክስ ክንዛረብ ኮለና ከዓ ናይ ዝኾነ ስጋ እንቋቑሖ ናይ እንስሳታት ነገር ክንበልዕ ስለ ዘይንኽእል ኣብቲ ክንፆም ኮለና ነታ ኣደን ኣብ ቆልዓን ንሪኦ ነገራት እውን ኣሎ ሕጂ እሱ እንታይ እዩ እንታይ ክትገብራ ክትኽእላ ሎማዓንቲ ንዛረበሉ እዚ ስለምንታይ ይዛረበሉ ኣለኹ ምክንያቱ እስኽን እቲ ድድለ ነገር ደይትወስዳ እንተለኽን ንቆልዑ ብመድሓንቲ ድኣክል ኣይሓልፎምን እዩ ማለት እዩ ብኸምኡ ሕጂ ኣብቲ ሕክምና ክትመፃ ከለኽን እቲ ስንፍስስ ፋንደል ሃይት ንብሎ ካብ ላዕሊ ብዝጀሚረን ስጋብ ታሕቲ ብመጀሪንግ ቴፕ ንወስዶ እሱ ንእሱ ይፀንሕ እዚ ሕጂ እንታይ ደብለና ድነግረና ቆልዓ ደቂቑ ኣሎ ይድብለና ኣብቲ ናይ ኦልትራሳውንድ ክንሰደኩም ከለና ከዓ ኤስጂኤ ይመፅእ እዚ እንታይ ማለት እዩ ስሞል ፎር ጀስቴሽናል ኤጅ ሕጂ ሰላሳን ሽዱሽተን ሰሙን ጌርክን እንተለኽን ኣብ ክንዲ እቲ ሚዛን ናይ ሰላሳን ሽዱሽተን ሰሙን ድኸውን ናይ ሰላሳን ኣርባዕተን ሰሙን ይኸውን እዚ እንታይ ደነግረና ደሎ ቆልዓ ደድልዮ ኣይረክብን እዩ ደሎ ማለት እዩ ሕጂ ከምኡ እንተኮይኑ ከዓ ቀልጢፍን ክትሓርሳ ትኽእላ ኢኽን ምክንያቱ ኩንታ ኩሉ ግዜ ንብላ ነብስና ንዓና ንኸድሕን እዩ ድሓስብ ማለት እቲ ንዓኽን ንዓኽንን ንቆልዓን ደይኣክል እንተሎ ቆልዓ ክወፅእ ጥራይ ድመርፅ ነብስና ማለት እዩ ሕጂ እዚ እንዳፈለጥክን ቆልዑ ቅድሚ እቲ ክውለድሉ ድግብኦም ግዜ እንተተወሊዶም ናይ ምስትንፋስ ፀገም ክገብሩ ይኽእሉ ናይ ሓንጎል ፀገም ክገብሩ ይኽእሉ እቲ ዲቨሎፕመንታሊ ደሓር እግሪ ክተኽልኩሉ ከለዉ ክዛረቡ ከለዉ ንሪኦ እውን ከምደይ ኣብ ኖርማልሲ ኣይንሪኦን ኢና ቁሩብ ድንጊ ክብሉ ይኽእሉ ምክንያቱ እቲ ንዕኦም ደድልዮም ነገራት ኣይረኽቡን እዮም ደለዉ ሕጂ እቲ ስፔሻሊ ናይ ክትጾሞ ከለኽን ካብ ንግሆ ስጋብ ሜቢ ስጋብ ሰዓት ክልተ ክጾም እየ ካብ ንግሆ ስጋብ ፋሪስ ክጾም እየ ትብሎ ነገራት ከ ኣሎ ምሽ ሕጂ ከምኡ ክንርኢ ከለና ማይ ውሒድክን እንተሎ እንታይ ንርኢ ታኪካርድያ ታኪካርድያ ሕጂ እንታይ ማለት እዩ ናይ ቆልዓ ልቢ ብጣዕሚ ክሃርም ይጅምር ሕጂ ኖርማል ናይ ቆልዑ ልቢ ክንሪኦ ንደሊ ሚእትን ኣርባዓን ክሳብ ሚእትን ስሳን ደሎ ኖርማል ናይ ቆልዓ ልቢ ድሃርመሉ ሬንጅ እዩ ሕጂ ንሪኦ ዘለና ግን ካብ ሚእትን ስሳን ክሳብ ሚእትን ሰማንያ ንበፅሕ እዚ እንታይ ደርእና ዘሎ ታኪካርዲያ እቲ ናይ ልቦምሲ ብጣዕሚ ይሃርማሎ ማለት እዩ እዚ ሕጂ ኖርማሊ ኣብ ምንታይ ንሪኦ ዝኾነ ኣደ ኢንፌክሽን እንተለዋ ናይ ማይ ኣብ ነብስኽን ጎዲሉ እንተሎ እንተላይ ኢና ንሪኦ ሕጂ ይርዳኒ እዩ ናይ ፆም ክፆም ትደሊ ናይ እምነት ነገር ስለ ዝኾነ ግን እቲ ንመፅእ ነገራት ከዓ ንሕሰበሉ እስፔሻሊ ናይ ኦርቶዶክስ ክንዛረብ ኮለና እቲ ኣብ ፆም ንበልዖ ነገር ንነብስና ድሃንፅ ኣይኮነን ኣገን ከምቲ ኩሉ ግዜ ወላ ቤተክርስትያን ድብልዎ ፆምሲ ከመይ ኢልና ዶም ፆምና ክንብል እቲ ናይ ዓለም ነገር ንበልዖ ገለ ተደይ ካብኡ ተደይ ርሒቕናስ እንታይ ፆምና ክንብል እዮም ድብሉ ግን ወላ በቲ እምነት ከማን

በዓል ካውሎ ከምኡ ትበልዓ ተኽኢልክን ፍሩታታት ብብዙሕ ክፃጣለክን ምክንያቱ እቲ ካብ ካብ ናይ ስጋ ነገር ካብ እንቋቑሑ ካብ ፀባ ንረኽቦ ወላ እዚ ፀባ ነ ከምዚ ናይ ሶይ ሚልክ ገለ ምሽ ኣሎ እዚ ሚልክ ሰብስቲቱት ናይ ፆም ፀባ ምሽ ንብሎ ኣሎ ኣብኡ ርኢኽን ኮንቴንስ ካልሽየም ናይ ካልሽየም ትብል ደሎ እሱ እንዳወሰድክን ምክንያቱ ኣብ ጥንሲ ትበልዖ ነገራት ካብ ኣብ ኖርማል ንበልዖ ደኣክል ይኣክለና እዩ ናይ ቆልዑ ግን ካብ ደይነበረ ነገር እዮም ዝፍጠሩ ደለዉ ሕጂ እቲ ኣይረን ነቲ ዋህዮታት ፀዳይ ቀያሕቲ ዋህዮታት ክፍጠር ከሎ ብጣዕሚ ኢምፖርታንት እዩ ናይ ኦክሲጅን ኣብ ነብስክን ክንቀሳቀስ እሱ እዩ ብጣዕሚ ኢምፖርታንት እቲ ከኒና ንህበክን ኣብቲ መግቢ ድኣክል ስለ ዘየለ ንወስኸሉ ኢና ንብል ዘለና ሕጂ ካብቲ ደይብልክን ኦረዲ መግቢ ከተቋርፀ ከለክን ከምዚ ናይ ኣብ ፆም ክኸውን ከሎ ክጎድለክን ከሎ እቲ ከንና እንተላይ እሱ ጥራይ እኩል ኣይኮነን ሶ ፕሊዝ እሱ ሕሰባሉ ናይ ካልሽየም ክንብል ከለና ካብ ናይ ዓፅሚ ክፍጠር ከሎ ናይ ቆልዓ ንዓኽን ዓፅምኽን ድሓር ክሕመክን ቫይታሚን ዲ ውሰራ ንብለክን እሱ የድሊ ስለ ዝኾነ እቲ ቢትወልፍ ከምኡ እቲ ካልእ ቫይታሚናት ከምኡ እቲ ከኒና ንህበክን ሳፕሊመንት ሳፕሊመንት እንታይ ማለት እዩ ከምታ ኩሉ ግዜ ድብላ ንውስኸሉ ኣለና ማለት እዩ ካብቲ መግቢ ትወስድኦ ዘለኽን ስለ ደይኣኽለክን ደሎ ወስኻሉ ኢና ንብል ዘለና ሕጂ እቲ ኦረዲ ደየለ ነገርሲ ኣም፣ ን- ንወስዶ ኣለና ኣብ ፆም ማለት እዩ ኣገን ክንፀውም ኢና ትብላ ትኾንክን ኣይ- ኣይትፅሙ ክንብለክን ኣይንኽእል ኢና ግን እቲ ንነብስኽን ዝስምዓክን ዘሎ ነገራት ከዓ እንዳፈለጥክን ፕሊዝ ኦኬ ኣም፣ ሓንሳብ ሓንሳብ እውን ብ- ኦኬ ኣነስ እቲ ም- ኩሉ መግቢ ክበልዕ እየ ግን ንቑሩብ ሰዓታት ክፀውም እየ ትብላ ተኾንክን እውን Great ጽቡቕ ወላ እቲ ንቑሩብ ሰዓታት ጾይ- ጾይምክን ግን እቲ ንነብስኽን ደድልኽን ደድልየክን ንቆልዓ ደድሊ ትህባ ተለኽን ትነብስኽን ጽቡቕ ምክንያቱ በዚ ንሪኦ ደለናስ ሓደ ቆልዑ ይደቁ ኣለዉ ካልኣይ በቲ ብዙሕ ማይ ደይትሰትያ ወይ በቲ ደድሊ መግቢ ደይትበልዖ ደለኽን እቲ ናይ ልብኡ ናይ ቆልዑ ሓንሳብ ብጣዕሚ ይትሕት ሓንሳብ ከኣ ብጣዕሚ ይልዕል ሓንሳብ ኖርማል ደይከውን so please እዚ እንዳ ሓሰብክን ብዛዕባ ነብስኽንን ብዛዕባ ናይ ቆልዑን። እዚ ክብል ከለኹ ናይ ቆልዓ ምንቅስቃስ እንተ ጎዲሉ please ምስ ዶክተራትክን ተዛረባ እቲ ናትክን ሚዛን ከምቲ ድድለ ደይት ውስኻ ተለኽን እሞ ካብቲ ነበርኩኖ ማራ ትጎድላ ተለኽን ንስኽን ደይት ውስኻ እንተለኽን ናትክን ሚዛን ቆልዓ ንዓኽን ደድሊ ኣብ ነብስኽን የለን ማለት እዩ so please እዚ እንዳ ሓሰብክን ጥሩሩ ይብለክን ተሎ ወይ ከምዚ ዓይንኽን ገለ መጽዩ ድፍን እብለክን ይስምዓክን ተሎ please ደድለክን መግቢ ብልዓ ዝኾነ ጎዲልክን ኣብ ነብስኽን ከይህሉ ስፔሻሊ ኣይረን ኣይረን ኣብ ነብስና ተጎዲሉ እስዩ ፅሩሩ ድብለካ ልብኻ ከም ስርዓት ሃርም ምክንያቱ እቲ ነብስኽን እቲ ናትክን ጨዋታታት እቲ ናይ ቆልዓ ነብሲ እውን ከም ድለ ኦክሲጀን ኣይሓልፎን እዩ ደሎ ማለት እዩ ሶ ፕሊዝ ነብስኽን እንዳ ሓሰብክን ዝኾነ ከምዚ ቅርፀት ናይ ሕርሲ ይስማዕክ እንተሎ ከምቲ ድበልክዎ ቆልዑ ተለቂቖም Again እቲ ኣብ ነብስኽንን ንዓኽን ንቆልዓን ደሊሊ ስለ ዘየለ እቲ ነብስና ንቆልዓ ንኽወጽእ ጥራይ እዩ ድመርጽ so please ነብስኽን እንዳ ሓለኽን and of course at the end of the day እቲ ኩሉ ርኢና ከምዚ ክብልኽን ከለዉ please እንዳ ሓሰብክን እቲ ከኒናኽን እቲ ኩሉ እቲ ናይ iron እቲ ዝኾነ supplement ከይቋረጽክን ስጋ ኣይንበልዕን ኢና ተኻድኽ ንበልዕ ኢና ስጋ ኣይንበልዕን ኢና ትብላ ተኾንክን collion supplement ድበሃል ኣሎ እዚ ሕጂ ኖርማሊ እዘን ቨጅተርያን ኢና ገለ ድብላና ማለት እዩ ከምዚ ኢና እዚ ዘለን ኮሌን ይበሃል እዚ ነቲ ካብ ስጋ ንረኽቦ ካብ እንቋቑሖ ካብ ናይ ፀባ ነገር ንረኽቦ ነገር ኣብ ነብስና ደድሊ ስለ ድህበና ካብ ኣርባዕተ ሚእቲ ክሳብ ሽዱሽተ ሚእቲ ሚሊግራም ደሎ መዓልታዊ ክትወስድኦ ትኽእላ ኢኽን ኣብቲ ጾም ደለዎ ግዜ ማለት እዩ ኦፍኮርስ ምስ ዶክተርክን ተዛሪብክን ከምዚ ክንወስድ ንኽእል ኢና ክትብላ ትኽእላ ኢኽን ምክንያቱ ወርሒ ተሪፉ ስለ ዘሎ ናይ ጾም እቲ ንዓኽንን ንደቅኽን ደሌክን ምእንታን ኣብ ነብስኽን ክጸንሕ ኣገን ናይ እምነት ነገር ስለ ዝኾነ ይርዳእኒ ንክትፀውም ኩሉ እቲ ናይ እምነት ነገር ክትገብር ድሌት ከም ዘሎ ይርዳእኒ ግን ኣደ ኤንድ ኦፍ ደይ እቲ ንዓኽን ንደቅኽን ደድሊ ነገር ኣብ ነብስኽ እንተደይ የለ ኣይ ቲንክ ኩሉ ድርዶ እግዚኣብሄር እዩ ሶ ካብ ነብስኽን ተሃስያ ደቅኽን ተሃስያ በቲ ንሪኦ ዘለና ነገራት ከይተረዳእክን ትገብራ ከይትህልዋ ኢለ እዛ ቪድዮ ሰሪሐ ዘለኹ ኦፍኮርስ ዝኾነ ኮመንት ኣለክን ኣብ እቲ ኮመንት ጸሓፋለይ ንሕጂ ዝኾነ ናይ መሰጅ ገለ ዓጽዮ ኣለኹ ቁሩብ በዚሕኒ ስለ ዘሎ ናይ ብዙሕ ስለ ዝሰርሑ ዘለኹ ኣብ ስራሕ ሶ ፕሊዝ ኣብቲ ኮመንት ንተሓጋገዝ ዝኾነ ሕቶ ተለኩም እውን ፕሮባብሊ ብዛዕባኡ ቪድዮ ሰሪሐ ይኸውን ኣብዚ ወይ ኣብ ዩቱብ ክትረኽቦ ትኽእሉ ኢኹም ንሕጂ ግን ብሮክለይቲ